ሰላም ጥዕና ሃበለይ ዝኸበርኹም ተኸታተልቲ ቴሌቪዥን ድምፂ ወያነ ትግራይ ዕለታዊ ዜና እንሆ። ንሸሞንተ ኣዋርሕ ኣብ ትሕቲ ሓይልታት ወረርቲ ዘስካሕክ ህይወት ክሕልፍ ዝፀንሐ መብዛሕትኡ ህዝብና ሳላ ጀጋኑ ተጋደልቲ ደቁ ናፅነት ምስትምቓር ካብ ዝጅምር ሰሙናት ተቖፂሮም ኣለዉ። ነበርቲ ርእሰ ከተማ ትግራይና መቐለ እውን ካብ ግፍዕታት እቶም ጨካናት ወተሃደራት ፋሽስቲ ኣብይ ኣሕመድ ሓራ ካብ ዝወፁ ድሮ ሓደ ወርሒ ኮይኑዎም ኣሎ። ንምዃኑ ኣብቲ ዝሓለፈ ሓደ ወርሒ ኣብ ትግራይ ዝተፈፀሙ ዓበይቲ ጉዳያት እንታይ እዮም? ብዛዕባ እዝን ጅግና ሰራዊት ትግራይ ዝጭብጦም ዘሎ ዓበይቲ ዓወታትን ዝጥምት ፀብፃብ ከም ዝስዕብ ኣዋዲድናዮ ኣለና።
ርእሰ ከተማ ትግራይና ሰሜናዊት ኮኾብ መቐለ። ብታሪኽ ንድሕሪት ምልስ ተደኣኢልና ኣብ እዋን ንግስና ሃፀይ ዮሃንስ ራብዓይ መቐመጢት ሃገረ መንግስቲ ኢትዮጵያ ናብዚ ሕዚ ዘለናዮ መዋእል እንተመፂእና ድማ ዋና መቐመጢት ምሕደራ መንግስቲ ትግራይ ካብን ናብን ስርዓት፣ ሕጊ፣ ስነ ምግባር ተፈልይዋ ዘይፈልጥ ሰብ ንዝተብሃለ ፍጡር ኩሉ ካበየናይ ዓሌት ካብ ኣየናይ ሃይማኖት ብዘየገድስ ካብ ዝድላዩ ዓይነት ብርኪ መነባብሮ ይምፃእ ብማዕረ ተኣናጊዳ ተንብር ዓዲ ስርዓት፣ ዓዲ ሕጊ፣ ፍቕሪ ዝመለለይኣ ከተማ እያ መቐለ። ወረርቲ ሓይልታት ዘርኢ ትግራይ ንምፅናት ዘሎን ዘየሎን ሽሾ ሰራዊቶም ኣሰሊፎም ናብ ትግራይ እንትኣትዉ እቲ ናይ መወዳእታ ሸቶኦም ዝነበረ ነታ ማእኸል ስሕበት ፖለቲካ፣ ማእኸል ምርምርን ፍልጠትን፣ ማእኸል ባህልን ቱሪዝምን ዝኾነት ከተማ መቐለ ኣብ ትሕቲ ቁፅፅሮም ምግባር ደሓር ድማ ንመላእ ትግራይ ከምድላይካ ምሽንሻን ዝብል ዘይቕን ሕልሚ ነይርዎም። ኣብ መፈለምታ ምዕራፍ ናይቲ ኲናት ብዝነበረ ሓይሊ ናይ ዘይምምጥጣንን ንፀላእቲ ምኽንያት ንዘይምዃንን ተባሂሉ ብዝተወሰነ ውሳነ መንግስቲ ትግራይ ንከተማ መቐለ ለቒቑ እንትትወፅእ ንኣስታት ሸሞንተ ኣዋርሕ መቐለ መዐንደሪት ፀላእቲ ኮይና፣ መናእሰያታ ብፀሓይ ቀትሪ ዝርሸንሉ፣ ዝጋፍዕሉ፣ ጋዜጠኛታታ ኣብ ማእኸል መገዲ ዝቕንፀልሉ፣ ማእኸላት ቅርስን ታሪኽን እታ ከተማ በቶም ታሪኽ ዘይብሎም ወረርቲ ዝራኸስሉ፣ ነበርታ ነታ ወጺኦም ዝኣትውላ ግዘ'ውን ብሞቕንን ዝወሃበሉ ሰዓት እተእቶ ተኣዊጅላስ ህልም ዝበለ ናይ ጸላም ሸሞንተ ኣዋርሕ ኣሕሊፋ። ይኹን እምበር ፈዳይሕነ ሰራዊት ትግራይ ኣብ ኣኽራናት ትግራይ ዓሪዱ ንዓርሱ እናደራጀወ ጸኒሑ ኣብ መላእ ትግራይ ንዝተዘርገሐ ሽሾ ሰራዊት ፀላኢ ብዘገርም ቅልጣፈን ጅግንነትን እናደዓኸም ካብ ጥቕሚ ወፃእ ብምግባር ብወፍሪ ኣሉላ ኣባ ነጋ ንኹሎም ከከም ኣመፃፅኦም ፀሪጉ ካልኦት ከተማታት ትግራይ ሓራ እናውፀኣ መፂኡ ንከተማ መቐለ ሓራ ብምውፃእ ህዝባ ካብ ፀላም ናብ ብርሃን ካብ ዝሰጋገር እኒሀ ሓደ ወርሒ መሊእዎ። ከተማ መቐለ ሓራ ካብ እትወፅእ እነዘም ኣብ ዘሎ ሓደ ወርሒ ብዙሓት ገዘፍቲ ፍፃመታት ተፈፂሞም እዮም። እቲ ቀንድን ኩሉ ትግራዋይ ኣብ ወፃኢ ሃሉ ኣብ ውሽጢ ዓዲ ብሓደ ቃል ወግሐ ጸብሐ ዝሓቶ ዝነበረ ሕቶ፣ ዝመረጽናዮ መንግስቲ ናብ ዝነበሮ ይመለስ ዝብል እዩ። እዚ ድማ ብሻላ ቅልጽም ሰራዊት ትግራይን ህዝቢ ትግራይን፣ ህዝቢ ዝመረጾ መንግስቲ ናብ ቦትኡ ተመሊሱስ፣ ድሮኳ ሻድሻይ ዘበን ቀዳማይ ህጹጽ ጉባኤኡ ኣሳሊጡ ኣሎ።
እዞም ፀላእቲ እንተዘይተፀራሪጎም ድቃስ ክህልወና ኣይኽእልን። ስለዝኾነ ኣብ ዝሓለፉ እዋናት ዝመዝገብናዮም ዓወታትን ዘዋህለልናዮም ዓቕምታትን ዓቂብና ቀንዲ ተዋሳኣይ ህዝባዊ ኹናት ዝኾነ ህዝቢ ትግራይ ሒዝና ፀላእትና ክንድምስስ ተወሳኺ ምድላዋት ብምክያድ ብናህሪ እናሰጎምና ቀትርን ለይትን ክንሰርሕ ይግባእ። ናብ ስራዊት ውሒዝ ዘሎ ሓድሽ ወለዶ ጥራሕ እንተይኮነ ኩሉ ህዝቢ ህልውናን ቀፃልነትን ህዝቢ ትግራይን ብዘተኣምን ንምርግጋፅ ቃልስና ነሐይል። ኣብዚ ክፍለጥ ዘሎ ህዝቢ ትግራይ ይኹን ኣመራርሕኡ ምስ ህዝቢ ኣምሓራ፣ ዓፋር፣ ኤርትራ ይኹን ምስ ካሊእ ህዝቢ ብፃላእነት ክረእስ ይትረፍ ባእሲ ውን የብሉን። ብወገን ህዝቢ፣ መንግስትን ሰራዊትን ትግራይ ኣብ ልዕሊ ህዝቢ ዝበፅሕ በደል፣ ምብስባስ፣ ጥቕዓት ክሕሰብ ዝኽእል ኣይኮነን። ፀላእትና ህዝቢ ንህዝቢ ክዋግኡ ዝገብርዎ ምልዕዓላት ኩልና ክነፍሽሎ ኣለና። ይኹን እምበር ብሽም ኣምሓራ፣ ኤርትራን ካልኦትን ዝወረሩና ገበናት ኣብ ልዕሊ ህዝቢ ትግራይ ዝፈፀሙ ግን ፍርዶም ክረኽቡ ኣለዎም። ዝተወረረ ንብረት መንግስቲ፣ ህዝቢ፣ ሰብ ሃፍትን ትግራይ ክምለስ ኣለዎ። ናይ ዝበፅሐና ጉድኣት ካሕሳ እውን ግድን ክንረክብ ኣለና። ስለዝኾነ እውን ህልውና፣ ድሕነትን ሰላሙን ህዝቢ ትግራይ ውሑስ ክሳብ ዝኸውን ብሓደ ገፅ ዓወታትና ንምስፋሕ ንምዕቋቕን ንምድልዳልን ብኻሊእ ገፅ ድማ ደመንጃታትና መሊእና ንምቕባር ብፅንዓት ክንጋደል ኣለና። ብሓፂሩ ጉዳይ ትግራይን ህዝቢ ትግራይን ፖለቲካዊ፣ ሕጋውን ዓለም ለኻውን መዕለቢ ክሳብ ዘይረኸበ ኩብልና ድቃስ ክህልወና ኣይኽእልን። ህዝብን መንግስትን ትግራይም ዋጋ ሰላም፣ ልዕሊ ማንም ኣንዳዕዲዖም ይፈልጡ። ብምዃኑ እውን ዋላ እውን እዚ ኩሉ ግፍዕን መከራን ኣብ ልዕሊ ህዝብና ወሪዱ ንሰላም ቅሩባት ብምዃን እዚ ኲናት ብሰላም መዕለቢ ንኽረክብ ብመንግስቲ ትግራይ ዝወፀ እማመ ሰላም እቲ ኻልም ዓብዪ ፍፃመ እዩ። መንግስቲ ትግራይ ምስ ህዝቢ ዝገበሮ ሰፋሕቲ ምይይጣት እውን እቲ ኻልእ እዩ። ንከተማ መቐለ ሓራ ንዘውፀ ወፍሪ ኣሉላ ኣባነጋ ስዒቡ ዝተኻየደ ብሽም ኣዴታት ትግራይ ዝተሰየመ ወፍሪ ድማ ንመላእ ደቡብ ትግራይ ሓራ ኣውፂኡስ ናብ ቅድሚት እውን እናመረሸ ይርከብ። ኣብዚ ሓደ ወርሒ ኣብ ማሕበራዊ ግልጋሎታት እውን ፀላእቲ ንትግራይ ብኹሉ ሸነኽ ዓፃፂዮም ንምምብርካኽ ሸናኺረምዎ ዝኸዱ ከም መብራህቲ፣ ስልኪ፣ ባንክን ካልኦት ግልጋሎታትን ናብ ንቡር ንምምላስ ዘይተሓለለ ፃዕሪ እናተገበረ ይርከብ። በዘይካ'ዚ እቲ ካልእ ዓብዪ ፍፃመ ከተማ መቐለ ትማሊ ኣብ ኢድ ወረርቲ ኮይና መሬት ፀቢባቶም ዝነበረት ግፍዐኛ ወተሃደራት ሎሚ ብጅግና ሰራዊት ትግራይ ምሩኻት ኮይኖምስ ሸኽሚ ከተማ መቐለ ኮይኖም ይርከቡ። ህዝብን መንግስትን ትግራይ ንሰላም ዘለዎም ቅሩብነት ንምርግጋፅ ድማ ካብቶም ኣብ ኢድ ሰራዊት ትግራይ ዝኣተዉ ምሩኻት ሓደ ሽሕ ዝኣኽሉ ብሰላም ናብ ዓዶም ምፍናዎም እውን እቲ ኻልእ ኣብዚ ወርሒ እዚ ዝተፈፀመ ዓብዪ ፍፃመ እዩ።

ኣብ ዝሓለፈ ሓደ ወርሒ ንከተማ መቐለ ሓዊሱ ዳርጋ መብዛሕትኡ ክፋል ትግራይና ሓራ ወፂኡ ይርከብ። ይኹን እምበር ገለ ከባቢታት ምዕራብ ትግራይን ካልኦት ከባቢታትን ግን ሕዚ እውን ኣብ ትሕቲ ግፍዐኛ ወረርቲ ብምህላዎም እዞም ግፍዐኛ ወረርቲ ህዝብና እናበሳበሱ ይርከቡ። ነዚኦም ፀራሪግኻ መላእ ትግራይ ሓራ ንምውፃእን ወረርቲ ዘዕነውዋ ትግራይና ዳግም ንምህናፅን ሕዚ እውን ከም ትማሊ ኣብ ዓዲ ንሃሉ ኣብ ደገ ሓድነትና ኣስጢምና ቃልስና ክነሕይል ይግባእ መልእኽትና እዩ። ሃለዋትናን ድሕንነትናን ብቕልፅምና! ትግራይ ትስዕር!
ሰብኣዊ ሓገዝ ዝፀዓና ቃፍላይ ካብ ክልል ዓፋር ናብ ትግራይ ከምዝተበገሳ ተፈሊጡ። ውድብ ሕቡራት ሃገራት ትማሊ ዕላዊ ከምዝገበሮ ሰብኣዊ ሓገዝ ዝጸዓና ኣርብዓን ኣርባዕተን መካይን ትማሊ ካብ ከተማ ሰመራ ናብ ትግራይ ተበጊሰን ኣለዋ። ካልኦት ሓደ ሚእትን ሓምሳን መካይን ድማ ናብ ትግራይ ንምንቅስቓስ ኣብ ከተማ ሰመራ እናተጸበያ ከም ዝርከባ ውድብ ሕቡራት ሃገራት ኣፍሊጡ ኣሎ። ፋሽስቲ ኣብይ ኣሕመድ ምስ መላፍንቱ ሓይልታት ብምውዳድ ኣብ ትግራይ ብሰንኪ ዝፈጸሞ ወራር ዝተኸሰተ ሓደጋ ጥሜት ብኣማኢት ኣሽሓት ዝቑጸሩ ወገናትና እናተሰቓዩ ከም ዝርከቡን እቲ ተኸሲቱ ዘሎ ጥሜት ዘስዐቦ ሓደጋ ንምውጋድ ይካየድ ዘሎ ስራሕቲ ሰብኣዊ ሓገዝ ድማ ሰኣን ቀረብ ነዳዲ፣ መራኸቢ ሜላታትን ቀረብን ዕንቅፋት ከምዘጋጠሞ ቢሮ ምትሕብባር ሰብኣዊ ሓገዝ ውድብ ሕቡራት ሃገራት፣ ኦቻ፣ ኣመልኪቱ'ሎ።
ኣብዚ ዋና ውይይት ተፅዕኖ እዩ ነይሩ እዚ ግን ካብ መጠን ንላዕሊ ደስ ኢልና ብጣዕሚ ፀሓይ በሪቑና ክንብል ንኽእል ኢና ሓንቲ እንኮ ህይወቶም ንሳ ክኸፍሉ ንበረኻ ከይዶም እሞ እዞም ደቅና ጀጋኑ ታሪክ ሰሪሖም ክምለሱ ከለዉ ካብ መጠን ንላዕሊ እዩ ተሓጉ- ተሓጒስና
ፈርስት ናይት ማል እዩ ነይሩ ትወደ ኢለ ዓወት እየ ኢለዮ ኣብ ትግራይና
ክልተ ሰለስተ ግዜ ስዕርናዮም ብቐጻሉ ክንስዕሮም ኢና ኩል ግዜ ከዓ ትግራዋይነት እናተኹልዕ እዩ ክነብር
ናይ ቁፅሪ ልዕልነት ናይ ተኹሲ ልዕልና ዝነበሮ ፀላኢ እዩ ክንድምስስ ኢልና ተበጊስና ስለ ኣይኮነን ሃዲሙ ሰራዊት ተዋጊኡ ስዒርዎ ብጀግንነቱ በሊፁ
እዞም ዝጨፍጨፉና ከም ወታደር ነ እቲ ሓይሎም ተዘይደምስስናዮም ሓራ ከም ዘይንወፅእ ስለ ዝፈልጥ ምስ ህልኹ ኢድ ንምሃብ እውን ክዕድል ዘይትንኩ እዮም ዝብሉ ከም ወታደራት ኢድ ኢድ ንክተውፅእ እውን በጢሱ በጢሱ ይሓርጎ
እሳቶም ናይ ኣቦኦም ይገብሩ ኣንሕና ከዓ ናይ ኣቦና ንገብር ስረ ናይ ወለድና እዩ ተኣምር ሰራሕቲ እዮም ቶም ደቅና
ጽብቕቲ ትግራይ ክትኮን ዝድል
ትግራይ ስዒራ ትግራይ ትዕወት ትስዕር እውን እስካዕ መጨረሻ
ናብ ካልኦት ዜናታትና ክንሰግር ፋሽስቲ ኣብዪ ኣሕመድ ኣብ ልዕሊ ተጋሩ ይፍጽሞ ዘሎ ኩለመዳያዊ ግፍዕታት ቀጺሉሉ ኣሎ ብፍላይ ኣብ ልዕሊ ሰብ ሃፍቲ ተጋሩ ብፅዑቕ የካይዶ ዘሎ ግፍዕታት ብምቕፃል ኣብ ከተማ ኣዲስ ኣበባ ዝርከቡ ዓበይቲ ትካላት ተወለድቲ ትግራይ እናዓፅወ ከምዝርከብ ጋዜጣ ኣዲስ ፎርቹን ኣፍሊጡ'ሎ። በዚ መሰረት ሆቴላት ኣኽሱም፣ ደብረ ዳሞ፣ ሆሊላንድ፣ ንግስተ ሳባ፣ ዲያመንድን ኣዲ ሲናን ኣብዚ ቕነ ከም ዝተዓጸዉ እቲ ጋዜጣ ሓቢሩ ኣሎ። ፋሽስቲ ኣብይ ዛጊድ ኣብ ኣዲስ ኣበባን ካልኦት ከተማታት ኢትዮጵያን ብብዙሕ ሽሕ ዝቑጸሩ ትካላት ተጋሩ ከም ዝዓጸወ፣ ብመንነቶም ጥራሕ ብዓሰርተታት ኣሽሓት ዝግመቱ ተወለድቲ ትግራይ ከም ዝኣሰረን ዝተፈላለዩ ዓለምለኸ ሚድያታትን ትካላት ተሓለቕቲ ሰብኣዊ መሰላትን እናገለጹ እዮም።

ቀንዲ መስመር ፅርግያን መንገዲ ባቡርን ኣዲስ ኣበባ ጅቡቲ ከምዝተዓፅወ ተሓቢሩ። ኣብ መንጎ ክልላት ዓፋርን ሱማልን ብዝተወልዐ ደማዊ ግርጭት ብኣማኢት ዝቑፀሩ ሰባት ከምዝሞቱን ነዚ ስዒቡ ድማ ቴስዓን ሓሙሽተን ሚእታዊ ንግዳዊ ሸቐጣት፣ ንብረታትን ሸቐጣሸቐጣትን ካብን ናብን ኢትዮጵያ ዝመላለሰሉ ቀንዲ መተሓላለፊ መስመር ፅርግያ መኻይንን መንገዲ ባቡርን ኣዲስ ኣበባ ጅቡቲ ከምዝተዓፅወን ዩኤስ ኒውስ ሓቢሩ'ሎ። ቢቢሲ ብወገኑ ዕጡቓት ዓፋር ኣብ ክልል ሱማሌ ልዕሊ ሰለስተ ሚእቲ ሰላማውያን ሰባት ብምቕታሎም ዝተቖጥዑ መናእሰይ ክልል ሱማሊ ነቲ መስመር ጽርግያ መካይንን መንገዲ ባቡርን ከም ዝዓጸዉ ጸብጺቡ ኣሎ። ፋሽስቲ ኣብይ ኣሕመድ ብዛዕባ እቲ ግርጭት ኾነ ምዕጻው ቀንዲ መስመር ኣዲስ ኣበባ ጅቡቲ ዛጊድ ዝበሎ ነገር የለን። እምበኣር ከስ ዝኸበርኩም ተመልከትና ንሎሚ ዘዳልናልኩም ዜናታት ነዚኦም ይመስሉ ነይሮም። ኣብ ኻልኦት ተመሳሰልቲ ዛዕባታት መሊስና ክንጋነ ኢና። ክሳብ ሽዑ ሰላም። ሃለዋትና ንድሕንነትና ንብቕልፅምና ትግራይ ትስዕር።